ውፅኢት ናይ ሰሙን እዚ ስክሪን ሼር ገይረ ዘርእኩም ክኸውን እዩ ኣብ ዝሓለፈ ብጣዕሚ ዘሐጉስ ግዜ እዩ ነይሩና ሎሚ ዓርቢ እየ ነዛ ቪድዮ ሪከርድ ዝገበርኩ ዘለኹ ዝወሰድኩም ትሬድ ሓደ ብሓደ ንምንታይ ከም ዝኣተኹ ንምንታይ ከም ዝኸሰርኩ ንምንታይ ከም ዝኸሰብኩ ዝገልፀልኩም

ይኸውን እዩ ትማሊ ሓንቲ ብጣዕሚ ሳክሰስፉል ዝኾነ ትሬድ ወሲደ ነይረ ኣብ ልክዕ ሓደ ሚሊዮን ዶላር ንምስራሕ ኣበናይ ደረጃ በፂሕና ኣለና ክንደይ ወሪድና ኣለና ክንደይ ኣብ ከድና ኣለና ሸር ዝገብረልኩም ከውን ኦኬ ተን ሕጂ ዝዓበየ ነገር እንተሃልዩ ትማሊ ክንእርሞ ዘለና ዝበልክዎ ነገር ሰላም ጠና በለይ ከመይ ትኹን ሰላም ክትሉ በዓል ተስፋይ እዛ ቪድዮ መጀመርያ ግዜ ትከታተልዋ ተለኹ እዚ መደብ እዚ ኣብ ትሬዲንግ ናይ ሓደ ሚልዮን ፈንድድ ትሬደር ንምዃን ወይ ከኣ ሓደ ሚልዮን ዶላር ንምስራሕ ዝገብሮ ዘለኹ ውጻእ ውረድ ወይ ከኣ ዘካይዶ ዘለኹ ኣፕ ኤንድ ዳውን ብንጹር ብዘይ ዝኾነ ሕብእብእ ክኸስር ከለኹ ክኸስብ ከለኹ ሬከርድ ገረ ኣብ ዩትዩብ ኣብ ካልኦት ሶሻል ሜድያታትና ዝለቀልኩም መደብ እዩ ባት ሎሚ ከም ሓሳብ እንታይ ሓሲበ ኣለኹ ካብ ኦፊስ ወጽየ ማለት እዩ ኣብ ሓደ ጫካ ከይደ ቴክኒካል ኣንድ ሰንቲሜንታል ፋንዳሜንታል ኣናላይሲስ ናይ ምስራሕ ሓሳብ ኣለኒ ናብኡ ክወስደኩም እየ ቅድሚኡ ግን እዛ ቪድዮ ቅድሚ ኣብ ማርኬት ምታወይ እየ ሪከርድ ዝገብራ ዘለኹ ጋይስ ሎሚ እንታይ ክጋጥም ከም ዝኽእል ኣይፈልጥን እየ ግን ካብ ትማሊ ካብ ትማሊ ሓሙስ ማለት እዩ ኣትሒዘ ከመይ ነይሮም እተዊታት ናትና ዝገልጸልኩም ክኸውን እዩ ቅድሚኡ ግን ናብ ጫካ ክወስደኩም እየ ኢንጆይ ክንገብር ኢና ሜዲቴት ክንገብር ኢና ሪላክስ ኮይና ጋይስ ደን ድሕሪኡ ነቲ ዘሎ ካብ ሶኒ ክሳብ ሓሙስ ዝወሰድኩም ትሬድ ሓደ ብሓደ ንምንታይ ከም ዝኣተኹ ንምንታይ ከም ዝኸሰርኩ ንምንታይ ከም ዝኸሰብኩ ዝገልጸልኩም ክኸውን እዩ ደን ድሕሪኡ ሎሚ ዓርቢ ትሬድ ምስ ገበርና ከኣ እቲ ውጽኢት ርኢና ሓደ ሚልዮን ፈንድድ ትሬደር ንምዃን ወይከዓ ሓደ ሚልዮን ዶላር ንምስራሕ ኣበየናይ ደረጃ በጺሕና ኣለና ክንደይ ወሪድና ኣለና ክንደይ ኣብ ከድና ኣለና ሪከርድ ዝገብረልኩም ክኸውን እዩ ኦር ሸር ዝገብረልኩም ክኸውን እዩ ጋይስ ሶ ንኸይድ ጋይስ ኣብ ሰሙን ሓደ ግዜ ኢና ንራኸብ ዘለና ማለት እዩ ዳስዋይ ቅድሚ ሰላምታ ተሃንጥየ ዘለኹ መጀመርያ ኣብዚ ሰሙን እዚ ክንደይ ውፅኢት ከም ዘመዝገብና ቅድሚ ነዛ ቪድዮ ምርኣይኩም ማለት እዩ ገምቱ ኦኬ ደን ከም ትሪእዎ ዘለኹም ውፅእ ኢለ ሪከርድ ዝገብረልኩም ዘለኹ ደንድሕሪኡ ሰላምታ ክብለኩም እየ ለስ ጎ ሰላም ሰላም ጥዕና በለይ ከመይ ትኾኑ ሰላም ክትብሉ በዓል ተስፋዬ ከም ትሪእዎ ዘለኹም ሎሚ ኣብዚ ፍሬሽ ኣየር ዝመልኦ ጫካ ኮይነ ቪድዮ ሪከርድ ዝገብረልኩም ዘለኹ ኣብዚ ኮይነ ፋንዳሜንታል ቴክኒካል ን ሰንቲሜንታል ኣናላይሲስ ክሰርሐ ክገርመኩም ኣበይ ከም ዘለኹ ክርእየኩም እየ ሎክ ናተይ ከኣ መጽሓፍተይ ላፕቶፕ ናተይ ብተሓትላ ሶ ናብ ከባቢ ሓደ ሰዓት ዝኸውን ኣብዚ ጻዕነት ክህልወኒ እዩ ክነግረኩም ኣይክእልን ኣብዚ ዘሎ ኩነታት ኣየር ኣብ ዝሓለፈ ብጣዕሚ ዘሐጉስ ግዜ እዩ ነርና ሎሚ ዓርቢ እየ ነዛ ቪድዮ ሪከርድ ዝገብረልኩም ዘለኹ ባት ሰሉስ ረቡዕ ኣን ሓሙስ ብጣዕሚ ዘሐጉስ ግዜ ነርና ኣብ ቻርት ኣብ ኦፊስ ምስ ከድና ዘካፍለኩም ክኸውን እዩ ጋይስ ማለት እዩ ንሎሚ ኣብዚ ኮይና ኢና ኣናላይሲስ ክንሰርሕ ዳስ ደ ላይፍ ኦፍ ትሬደር ማለት እዩ ኣነ ከዓ ሄልዚ ዝኾነ ዓይነት ትሬደር ክኸውን እየ ዝደሊ ስፔሻሊ I wanna be a role model for the next generation ማለት እዩ that's why እየ ቪድዮ ኩሉ ነገር ሪከርድ ዝገብረልኩም ዘለኹ guys so እንድሕር ደኣ ትሬደራት ተኾንኩም I don't know ድሕሪ ነዊሕ ግዜ እዛ ቪድዮ ትሪእዋ ተሊኹም ማለት እዩ ሎሚ ኣብዚ ኣብ ከባቢ ዓሰርተ ደቂቅ ዝኸውን ሜዲቴት ገብረ ዲፖ የድልየኒ እዩ ማለት እዩ ውፅኢት ዘካፍለኩም ከውን እዩ ጋይስ ምክንያቱ ኣብ ዝሓለፈ ሰሙን ብጣዕሚ ዕውት ዝኾነ ግዜ እዩ ነርና ስክሪን ሸር ገይረ ድሓር ዘካፍለኩም ከውን እዩ ማለት እዩ ያ ቅድሚ ትሬድ ምግባር እዩ እዛ ቪድዮ ሪካርድ ዝገብረልኩም ስለ ዘለኹ እዩ ንመፃኢ ኢቨን ደ ቤስት ቦታ ክበፅሑ ዝደሊ እንተሃልዩ ከምዚ ዓይነት ኢንጆይ ክገብሮ ዝኽእል ቦታታት ምብፃሕ እዩ ማለት እዩ ኣደኖ ንናተይ ናይ መጻኢ ቨርዥን ማለት እዩ ብዝተኻለና መጠን ኣብዚ ዓለም ዘሎ ናቹራል ግን ከዓ ኢንጆይ ክትገብሮ ትኽእል ቦታታት ክንበፅሕ ኢና ማለት እዩ ያ ፎር ዩ ቱ ጋይስ ጀስት ኣብ ውሽጥኹም እመኑ ማለት እዩ ሎሚ ንግሆ መፅሓፍ ንብብ ነይረ ካብ ዘንበብክወን ሓንቲ ጥቕሲ ከካፍለኩም ንሳ ከዓ እንታይ እያ ትብል ካብቶም ዝተፅሓፉ ዝተቐብሩ መፅሓፍቲ ይበዝሑ ዝብል እዩ ኩሉ ሰብ ንናቱ መፅሓፍ ኣለዎ ኩሉ ሰብ ንናቱ ሕልሚ ኣለዎ ባት ውሑዳት ጥራይ እዮም ነቲ ሕልሚ ናቶም ዝነብሩ ማለት እዩ and ብዙሓት ሰባት እዮም ናቶም ሕልሚ ሒዞሞ ናብ ምቃበር ዝወርዱ ማለት እዩ ሕልምኹብ ጋህዲ ንምዃን ክሳብ ኣብቲ ዝድለ ጥርዚ ክትከዱ ዳር ምሕር ክትብሉ የብልኩምን ማለት እዩ እዚ እቲ ዝተሓተ level ኣነ ክኾኖ ዝኽእል እዩ ኢለ እየ ዝኣምን ካብ ሕጂ ንዳሓር and then video ክሰርሓልኩም ትደልይዎ ነገር እንተሃልዩ ኣብ comment ጸሓፉለይ analysis ገለ ከውጽእ እየ trade ጌረ ምስ ዓጸኹ ማለት እዩ ውጺኢት ናይዚ ሰሙን እዚ ስክሪን ሸር ገይረ ዘርእየኩም ክኸውን እዩ ምሳይ ጽንሑ ጋይስ ብዝተኻለን መጠን መሃሪ ክኸውን ክገብሮ እየ እቲ ስክሪን ሸር ዝገብረልኩም ማለት እዩ and thank you guys ትገብርዎ ዘለኹም ሳፖርት ኣብ ነፍሲ ወከፍ ቪድዮ ኮመንት ትገብርዎ the best okay so thank you and ሓራ ኣብ ኦፊስ ምስ ከድና ንራኸብ ኢና ጋይስ ኖርማሊ ካብ ሶኒ ኢና ክንጅምር ዘለና ማለት እዩ ሕጂ ሶኒ እንታይ ኢና ጌርና ነርና ካብ ዝብል ክንጅምር ኢና ኣይ ቲንክ ሶኒ ትሬድ ኣይገበርናን ብሓደ ኣብ ላይፍ ባት ኣን ትሬድ ዝገበርክዎ ነይሩ ገለ ዘስተውዓልክዎ ነገር እንተሃልዩ ማርኬት ናብ ናትና ፌር ቫሊ ጋፕ ምስ መፀ እዩ ብርግፅ ላይፍ ምሳኻቱም ኣይኣተናን ኣነ እውን ኣብ ኣቫይላብል ኣይነበርኩን ኣይ ቲንክ ማርኬት ኣብዚ ከባቢ እዚ ምስ መፀ ኢና ኣቲና ማለት እዩ እዚኣ ወሲደ እያ ነይረ ግን ዋዲስ እንታይ ኢና ክንመሃር ንኽእል ካብዚ እንድሕር ዳተልና እቲ ማርኬት ንላዓሊ ወፅዩ እንድሕሪ መጀመርያ እታ ናይ መጀመርያ ዝነበረት ፌር ቫሊ ጋፕ ናትና ምስ መለኣ ንላዕሊ ከይዱ ልኩይቲ ወሰደላን ዋን ቱ ስሪ ልኩይቲ ወሰደን ደ ማርኬት ቡሊሽ ነይሩ ዋንስ ፎል ምስ ገበረ የዚያ ብዴሞ ኣይ ቲንክ ሰደልኩም ነይረ ስክሪንሻት ገይረ ደን ብናተይ ቻለንጅ እውን ወሲደ ነይረ ዊች ወዝ ውሕድ ዝበለ ፐርሰንት ማለት እዩ ግን ጀስ እታ ትምህርታዊ ክፋል እንድሕር ዳኣ ተሪኢናዮ ኣብ ዝሓለፈ ሓይሊ ሾርት ንገብር ስለ ዝነበርና እዩ እቲ ጌጋ ነይሩ ማርኬት ብጣዕሚ ቡሊሽ ኮሎ ሾርት ምውሳድና ኦር ቴክኒካሊ ጥራይ ምጥቃምና ንእሽተይ ጌጋታት ነይሩ ሕጂ ናይ ሶኒ ኮንፊርሜሽን ብጣዕሚ ፅቡቅ ኮንፊርሜሽን ይብና ፕላስ ማርኬት ሓይሊ ኣብ ኣብ ላዕሊ ስለ ዝነበረ ማለት እዩ ኢቭን ኣብ ዋን ሚኒት ኣብ ፋይቭ ሚኒት ብኮንፊርሜሽን መልክዕ ተሪእናዮ ካብ ናይ ሰሉስ ገይሩ ኮንፊርሜሽን ዝሃበና ማርኬት የለን ማለት እዩ ሕጂ ናይ ሶኒ እታ ማርኬት ነዚኣ ትመስል ነራ መጀመርያ ላዕሊ ወፂኡ ማርኬት ንደን ሃየር ሃይ እናፈጠረ ይኸይድ ነይሩ ዋንስ ሓደ ግዜ ድሮፕ ምስ ገበረልና ኣብዚኣ ካብ ኣብዚኣ ይናእቲና ማለት እዩ ባት ኣንፎርቹኔትሊ ማርኬት ኣንጻርና ከይዱ ማለት እዩ ክኸይድ ነይርዎ ማለት እዩ እቲ ምክንያት እንታይ እዩ ጥራይ ሾርት ዕድል ንርኢ ስለ ዝነበርና እዩ ፕላስ ናብዚ ፌርቫ ሊጋፕ ዝክመፅእ እውን ትፅቢታት ነይሩና እዩ ብርግፅ ፊል ዘይተገብረ ፌርቫ ሊጋፕ ኣለና ኣብዚ ማለት እዩ ሰሉስ ዳርጋ ሉዚና ጌርና ምሉእ ብምሉእ ማለት እዩ ገለ ዝተምሃርናዮ ወይ ከዓ ክንወስደሉ ንኽእል ትምህርቲ እንተነይሩ እንታይ እዩ ሰሉስ ብርግፅ ካልኣይ ግዜ ትሬድ ክንገብር ምኽኣልና ነርና ኣበይ ቴልኩምኒ ኣብዚ ከባቢ እዚ ትሬድ ክንገብር ምኽኣልና ነርና ኢና ባት ኢቨን ምስ ግዜ ኣናፃፂርካ ተሪኢኻዮ ኣብ ግምት ክኣቱ ዝኽእል ዓይነት ኢንትሪ ይኮነ ባት ሓንቲ ትሬድ ጌርና ደንድሕሪ ክሎዝ ምግባርና ጽቡቕ ኣጋጣሚ ነይሩ ረቡዕ at the same time ክላስ ከለኹ ድሕሪ ሰዓት ኣርባዕተ ከባቢ ዝወሰድኩዋ ትሬድ ነይራ ብተመሊሰ ብጆርናል ናተይ ካብዚኣ ዝተምሃርኩዎ ነገር እንተሃልዩ እንታይ እዩ ማርኬት ኣብ ላዕሊ ኮሎ ሾርት ክገብር ብኽእል ነይረ ባት ማርኬት ኣብ ናትና ፖይንት ኦፍ ኢንተረስት ዘይመፅልና ትሬድ ዘይምግባር እዩ ናብ ፖይንት ኦፍ ኢንተረስት ጥራይ ኣይኮነን ኣብ ዋን ሚኒት ተኸድና ኣብዛ ኢንትሪ እዚኣ ዝነበረ ብልጫታት ናታ ኣብ ዋን ሚኒት ምስ ከድና ማርኬት ኣብ ናትና ፖይንት ኦፍ ኢንተረስት ምስ መጸልና ጥራይ ትማሊ ከም ዝሰራሕናዮ ጌጋ ማለት እዩ ምእታው ኣይኮነን ሶ ኣብ ፖይንት ኦፍ ኢንተረስት መጀመርያ መጺእልና ደን ድሕሪኡ ማርኬት ኤግዛክትሊ ወሪዱ ምስ መጸልና ጥራይ ተናኣቱ ነርና ኣብዚኣ ተናኣቱ ነርና ማርኬት ከውጻና ምኸኣለ ሉክ ኣት ዚስ ጋይስ ፖይንት ኦፍ ኢንተረስት መጺእልና ተንኪፍልና ደን ፅቡቅ ንላዕሊ እውን ስፓይክ ገይሩ ወፂኡ ነይሩ ማለት እዩ ኣብዚኣ ተናእቱ ነርና ከውፃና ምካለ ነይሩ ባት ማርኬት ወሪዱ ንታሓቲ ሊኩዊት ንታሓቲ ወሲዱ ኣይ ቲንክ ኦርደር ብሎክ ፌርቫሊጋ ፕላስ ኦርደር ብሎክ እዩ ተንኪፉ ንላዕሊ ክወፅእ ጀንቢሩ ኢንዱስመንት ደን ሂር ኣብዚኣ ኣቴ እያ ፅብቕቲ ነይራ ታሪክ ንመሃራ ንኽእል ኣብ ፖይንት ኦፍ ኢንተረስት ምስ መፀ ድሓር ትማሊ ዝኣተናያ ትሬድ ኣላ ዝገልፅልኩም ክኸውን እዩ ባት ኣብ ናትና ፖይንት ኦፍ ኢንተረስት ምስ መፀ ስቲል ኮንፊርሜሽን ኣገዳሲ እዩ ማለት እዩ ሎንግ ብምዃና እውን ሓደ ኣድቫንቴጅ ኣለዋ ናይ እዚኣ ካልእ ሰዓት እዩ ሰዓት ትሽዓተ ኦፐን ዝኾነ ማርኬት እዩ ሶ ደን ታይም ዝሃለወት ዓይነት ኢንትሪ እያ ነራ ማለት እዩ ዋት ኣባውት ትማሊ ትሬድ ዝገበርናዮ ትማሊ እታ ቀዳመይቲ ትሬድ ዝገበርናያ እዚኣ እያ ሕጂ ትማሊ ትሬድ ዝገበርናያ ዝነበረት ጌጋ እንድሕር ዳ ተሪኽሞ ጋይስ መጀመርያ ኣብ ናይ ዋን ኣወር ክንከይድና ትማሊ እዚ ይመስል ማርኬት ናትና ሕጂ ትማሊ መጀመርያ ንምንታይ ኢና ኣቲና እንድሕር ዳ ተሪእናዮ ማርኬት ንላዕሊ ገጹ እዩ ዝሰብር ነይሩ ክሳብ ኣብዚኣ ናይ መወዳእታ ዘላ ናይ ዋን ኣወር ብቦዲ ክሎዝ ገይራ ዘላ ካንድል እዚኣ ማለት እዩ ደን ማርኬት ብቦዲ ክሎዝ ይገብር ነይሩ ዋን ቱ ስሪ ካንድል ቦዲ ቦዲ ክሎዝ ይገብር ነይሩ ደን ኔክስት ዝመፀት ካንድል እዚኣ ማለት እዩ ብላዕሊ ብዘይ ዝኾነ ልኩዊቲ ብላዕሊ ምውሳዳ ደን ንታሕቲ ተኺላ እያ ድሮፕ ክትገብር ጀሚራ ንሕና ኣበይና ክንኣቱ ወሲድና እንድሕር ዳኣ ተልኩምኒ ኣብዛ ናይ ዋን ኣወር ዘላ ፌር ቫሊ ጋፕ ማርኬት ምስ ተንከፈ ደን እዛ ናይ ዋን ኣወር ካንድል ተንኪፋ ንላዕሊ ክትወጽእ እያ ዝብል ግምት እዩ ነይርና so እንድሕር ተሪእናያ እዚኣ ትመስል here ናትና point of interest ኣብዚ ከባቢ እዚ እዩ ኣብዛ fair valley gap ዘላ እዚኣ እዩ ናይ 15 ሚኒት እንተወሪድና ናትና ፖይንት ኦፍ ኢንተረስት ኣብዚ ከባቢ እዚ ነይሩ ከም ትሪእዎ ዘለኹም እንተ እንታይ ኣጋጢሙ ትማሊ ባይ ሊሚት ኣቐሚጥና ስለ ዝነበርና ፖይንት ኦፍ ኢንተረስት ናትና ምስ ተንከፈ ማርኬት ተንኪፉ ንላዕሊ ክወፅእ ስለ ዝወዓለ እቲ ናትና ፖይንት ኦፍ ኢንተረስት ቦዲ ክሎዝ ናገበረ ማለት እዩ ደን ባይ ሊሚት ኢና ኣሚትና ነርና ብዚኣ ሶ ደን ማርኬት ኤግዛክትሊ ምስ ተንከፈ ሂር ንላዕሊ ኣብ ክንዲ ወፅእ ኣብታ ዋን ኣወር ኦፐን ምስ ገበረት ኣብ ፖይንት ኦፍ ኢንተረስት ናትና ምስ እተወና ደን ድኾነ ሪትረስመንት ከይገበረ ንታሓት እዩ ወሪዱ ፅቡቅ ነገሩ እንተሃልይዎ ቀልጢፉ ካብ ማርኬት ስለ ዝውፃና ጥራይ ሓደ ግዜ ምስ እተወና ድሕሪኡ ኣውቶማቲካሊ ንታሕቲ ኦር ኣንፃርና ክወፅእ ይኽእሉ ኣብዛ ትሬድ እዚኣ ዋላ ክሳራ ተጋጠመና ዝተማሃርናዮ ነገር እንተሃልዩ ሪስክ ማናጅመንት እዩ ቅድሚ ምእታውና 0.5 ሪስክ ክንገብር ደን ዝተረፈ ኮንፊርሜሽን ምስ ረኣና ክንኣቱ ዝብል ግምት እዩ ነርና ማለት እዩ ባት ትማሊ ዝዓበየ ጌጋ ዝነበረ እንታይ እዩ ካብዚ ኢንትሪ ሕጂ ኣብ ኢንትሪ ኣብ ፖይንት ኦፍ ኢንተረስት ናትካ ተመፅኤልካ ማርኬት ሪስክ ክትገብር ግድን እዩ ነቲ ሪስክ ዘይምግባር እውን ሪስክ ክኸውን ስለ ዝኽእል ማለት እዩ ባት ምስ መፀልና ኣብ ናትና ፖይንት ኦፍ ኢንተረስት ምስ መፀልና ኣቲና ደን ኢትስ ኦኬ ምኽሳር Part of the game already ኣቲና ኢና ምስ ኣተኻ ዝኾነ ውጺኢት ተሂብካ እቲ ውጺኢት ጌጋ ኣይኮነን but ትማሊ ዝነበረ ጌጋ እቲ ዝዓበየ ጌጋ እንታይ ነይሩ as a team ውን ከም ቲም ውን ክንእርሞ ዘለና ነገር እንተሃልዩ ናትና ፖይንት ኦፍ ኢንተረስት ዘይምኽባር እዩ ሕጂ ኣቐዲምና ኣብ ስክሪን ናትና ድሓንፀፅናዮ ስእሊ ነዚ እዩ ዝመስል ን ማርኬት ኤግዛክትሊ ናብዚ ከባቢ እዚ ክወርድ ምዃኑ ኣብዚ ምስ ተንከፈልና ክንኣቱ ምዃንና ኢና ተሰማሚዕና ማርኬት ቅድሚ ኦፕን ምግባሩ ባት ድሓር ጥራይ ኣብ ሃየር ታይም ፍሬም ኣብ ናይ ሓደ ሰዓት ኣርባዕተ ሰዓት ኮንፊርሜሽን ርኢና ጥራይ ኢና ትሬድ ክንገብር ወሲድና ዊች ኢዝ ቶታሊ ሮንግ ነዊሕ ዓመታት ገይሩ ኣለዋ ብናይ ትሬዲንግ ማርኬት ኣብ ናትና ፖይንት ኦፍ ኢንተረስት ዘይመፅልና ኮንፊርሜሽን ተዘይሂብና ትሬድ ክንገብር ኣለና ዳስ ትሬድ ዘይምግባር ኢዝ ደ ቤስት ዲሲሽን ክብኮ ስለ ዝኸውን ማለት እዩ ኦኬ ን ሕጂ ዝዓበየ ነገር እንተሃልዩ ትማሊ ክንእርሞ ዘለና ዝበልክዎ ነገር ፖይንት ኦፍ ኢንተረስት ምስ መፀልና ጥራይ ትሬድ ምግባር እዩ ኣብ ትሬድ ቅድሚ ምእታውካ ኣብ ትክክለኛ ናይ ኩነተ እእምሮ ኢኻ ዘለኻ ኣብ ትክክለኛ ኩነተ እእምሮ ኮለኻ ዝወሰንካዮ ነገር ኢኻ ክትኽተል ዘለካ ንኣብነት ሕጂ ትሬድ ኣቲና ኣለና ንበል ቅድሚ ምእታውና ሶብሎስ ኣበይ ንገብር ንፈልጥ ኢና ቅድሚ ምእታውና ቴክ ፕሮፊትና ኣበይ ክኸውን ከም ዝኽእል ንፈልጥ ኢና ምስ ኣተና ኣብ መንጎ እንድሕር ውፃእ ውፃእ ውፃእ ዝብለና ተኮይኑ ኦር ናብ ስተብሎስ ክመፀካ እዩ ኦር ናብ ቴክ ፕሮፊት ኣይከይድኒ ኦር ፓርሻል ውሰድ ድብለና ተልዩ ኦረዲ ኣብ ትክክለኛ ኩነት እምሮ ይኮናን ዘላ ማለት እዩ እታ ከም ቲም ንእሽተይ ሚስ ዝገበርናያ ነገር እንታላ እዚኣ እያ ኣብ ትክክለኛ ኩነት እምሮ ኮና ድወሰናዮ ባያስ ፈለው ዘይምግባር ጌጋታት ነይሩ እዩ ማለት እዩ ብን ንዝሓለፈ ሓደ ሰሙን ማለት እዩ ፐርሶናሊ ኣን ሪስፖንሲቢሊቲ ክወስደሉ ክእል እየ እን ኣዝ ቲም ከዓ ኩላትና ሪስፖንሲቢሊቲ ንወስደሉ ምሸ ዲስከስ ክንገብረሉ ንክእል ኢና ማለት እዩ ካልእ ማርኬት ናብ ናትና ፖይንት ኦፍ ኢንተረስት ምስ መፀ ኣብዚ ከባቢ እዚ ባይ ሊሚት ኣቐሚጠ ነይረ የእቲኒ ተወዚ ሂር ብርግፅ ድሓር ምስ እተወኒ ኣቕሪበ የስተብሎስ ናተይ ባት ትማሊ ሓንቲ ብጣዕሚ ሳክሰስፉል ዝኾነ ትሬድ ወሲደ ነይረ ኣብዚ ከባቢ እዚ ናይ ፖይንት ኦፍ ኢንተረስት ናተይ ደን ስተብሎስ ናተይ ኣብዚ ከባቢ እዚ ገረዮ ነይረ ደን ማርኬት ኤግዛክትሊ ንዓይ እትኒ ዋን ቱ ስሪ ዋን ቱ ቱ ኣብዚ ከባቢ እዚ ሂብን ነይሩ እንደን ፍርቂ ክሎዝ ገይረ ድሓር ናይ ምሸት ተፀበየ ከዓ እቲ ማርኬት ክዕጾ ከሎ ኣብዚ ከባቢ እዚ ትማሊ ክሎዝ ክገብር ክኢለ ማለት እዩ ኣይ ቲንክ ምሸት እዩ ነይሩ ዳርጋ ሎት ኦፍ ዩ ከተርክብሉ ይከኣልኩም ማለት እዩ ባት እዚኣ ትሬድ ጌርና ነርና እታ ፖይንት ኦፍ ኢንተረስት ጥራይ እያ ካልእ ዝኾነ ኮንፊርሜሽን ስለ ዝረኣኹ ይኮንኩን ኣቴ ባት ኣብታ ፖይንት ኦፍ ኢንተረስት ናተይ ምስ መፀት ሪስክ ምግባር እስ ኦኬ ዝብል ግምት ስለ ዝገበርና ኢና ዘን ሎሚ ክንመሃሮ ንኽእል ነገር እንተሃሊኻ ድሰ ኤንኤፍፒ ኣለና ሎሚ ዘን ቴክኒካሊ ኣናላይስ ዝበሓደ ኮይና ንሰርሕ ኢና ብሰራሕናዮ መፅናዕቲ መሰረት ኢና ትሬድ ክንገብር ዘለና ማለት እዩ ዝረኣናዮ ነገር ኢና ትሬድ ክንገብር ማለት እዩ ሶ ብሓደ ኮይና ኣናላይሲስ ከነውፅእ ኢና መጀመርያ ደንድሕሪኡ ብሉኻትኩም ምርጫ ክትህቡ ኢኹም ጋይስ ቡሊሽ ኦር ቤሪሽ ዝብል ንሳትኩም እውን ብዝገበርኩሞ ምፅናዕቲ መሰረት ማለት እዩ ደንድሕሪኡ ናብ ትሬድ ክንኣቱ ኢና ሎሚ ከም ናይ ትማሊ ልዕሊ ሓደ ፐርሰንት ሪስክ ኣይክንገብር ኢና ሾርት እንተኮይኑ ልዕሊ ሓንቲ ትሬድ ኣይክንገብር ኢና ኦር ልዕሊ 0.5 ፐርሰንት ሪስክ ኣይክንገብር ኢና ቢካዝ ማርኬት ብጣዕሚ ቡሊሽ ዘሎ ክንሪኦ ዘለና ታስ ንሎሚ ኣብ ግምት እትና ትሬድ ክንገብሩ ዘለና ማለት እዩ ሶ ታንክ ዩ ጋይስ ያ ናብ ፋንዳሜንታል ኣናላይሲስ ፕላስ ቴክኒካል ኣናላይሲስ ክንገብር ኢና ማለት እዩ ኦኬ ጋይስ ሶ ናይ ዓርቢ ዝነበረ ሃዋህው ብቕልል ዝበለ ፅሙቕ ኣቢለ ክገልፀልኩም ማለት እዩ እጂ መጀመርያ ባያስ ኣውፅኢና ባያስ ከነውፅእ ወልና ሕጂ እንታይ ነገርና ካብ ናይ ሶኒ ኣብ ቅድም ኣቢልኩም ከም ዝረኣኹሞ ማለት እዩ ካብ ናይ ሶኒ ጀምቢርና ዝነበረ ጌጋታት እንታይ ነይሩ ዲስከስ ገርና ማለት እዩ ሶ ደን ንትሪእዎ ዘለኹም ባያስ ከነውፅ ነርና ናትና ፖይንት ኦፍ ኢንተረስት ሓንፂፅና ማለት እዩ ኖ ሾርትስ ሾርት ትሬድ ማለት እዩ ወይ ከዓ ተወሲና ሓንቲ ትሬድ ክንከዓ 0.5 ኢልና ማለት እዩ ኣም ትሪኦ ዘለኹም ማርኬት ኦፐን ገይሩ ኒው ዮርክ ኪል ዞን ኦፐን ኣብ ዝገበረሉ ከዓ ማርኬት ናብ ሓደ መኣዝን እዩ ገዲፍና ኮይኑ ማለት እዩ ኣንትሪኦ ዘለኹም ፖይንት ኦፍ ኢንተረስት ናትና ኢና ንሕንዚ ዘለና ኣብዚ ከምዚ ገርና ትሬድ ክንገብር ዶ እስኪ ሾርት ኢልና ነርና ማለት እዩ ማርኬት ኦበን ቅድሚ ምግባሩ ቅድሚ ምኽፋቱ ትሬድ ክንገብር ኣብልና ብዝብል ትሬድ ኣይገበርና ኢና ዘረኹማ ን እንትሪኦ ዘለኹም ማርኬት ንላዕሊ ገፁ ወፂኡ so ናትና ኣባላት ትሬድ ገይሮም ነይሮም ሎን ስክሪን ሼር ገይሮምና ዲስከስ ገርና ማለት እዩ ሶ ያ ብሓፈሻ ብዙሕ ተዘራሪብና ድሕሪኡ መፂና ማለት እዩ ከም ትሪእዎ ዘለዎም ሓንቲ ፅብቕቲ መተው ርኢና ነርና ባት ኣንፎርቹነትሊ ማርኬት ካብ 29 ኮንሶሊዴት ትገብር ነይርዎ ካብ ኮንሶሊዴሽን ከም ትሪኦ ዘለኹ ናብ ማኒፕሌሽን ወፂልና ደካ ማኒፕሌሽን ዲስትሪቢሽን ክገብር ይኽእል እዩ ኢል እናበልና ማርኬት ገዲፍና ንታሕቲ ወሪዱ ሶ ከምትሪእዎ ዘለኹም ኣይእተወናን ክሳብ ኣብዚ ማለት እዩ ተን ድሕሪኡ ኣነ ጥራይ ኣትየ ኦነስትሊ ኣብዛ ትሬድ እዚኣ ካልኦት ኣባላት ናትና ክወስድዋ ይመረፁ ሎንግ ወሲዶም እውን ስለ ዝነበሩ ማለት እዩ ኣተያ ባት ኣንፎርቹኔት ተቐልጢፋ እያ ሰብሎስ ኣውፅያትኒ ፅቡቅ ነገሩ ካብ ዝገርመኩም ኖሞር ትሬድ ኢለ ቻርት ስለ ዝዓፀኹ ማለት እዩ ኦከ ሶ ዘን ኖርማሊ ጋይስ ኣብዚ ከም ትሪእዎ ዘለኹም ኣልሞስት 0.5 ፐርሰንት ፕሮፊት ክንሰራሕ ክኢልና ኣለና ማለት እዩ ፈንዲን ፔፕስ ቤስት ፈትዮም ዘለኹ ዓይነት ፕሮፊርም እዮም ኣብዚ ሕጂ እዋን ላይክ ሂር ኣብ ኤፍቲኤምኦ ካብ ክልተ ሚእቲ ሽሕን ትሽዓተ ሚእትን ትሕቲኡ እየ ዘለኹ ምክንያቱ ናይ ኤፍቲኤምኦ ኮሚሽን and spread its high ካብ ፈንዲን ፒፕስ and ፈንዲን ፒፕስ ብዙሕ ነገር ድፈተኹሎም ኣለዉ ዋላ እኮ እቲ ዴይሊ መዓልታዊ 3 ፐርሰንት ጥራይ እየ ዳውን ክወርድ ዝኽእል ማለት እዩ but ኣብ ኤፍቲኤምኦ 5 ፐርሰንት ኢኻ ትወርድ ትኽእል ኣብ ፈንዲን ፔፕስ ትሪ ፐርሰንት ኢኻ መዓልታዊ ክትወርድ ትኽእል ባት ናይ ፈንዲን ፔፕስ ሲክስ ፐርሰንት ተሰሪሐ ክሓልፋ እየ ማለት እዩ ኣልሞስት ሕጂ ኸኣ ሶፋር ፖስቲቭ ወፂና ኣለና ከም ትሪእዎ ዘለኹም ኦቨርኦል ከመይ ኣለና እስኪ ሓንሳእ እሞ ናብቲ ሓደ ወስደኩም እየ ኦኬ ሶ ኣብ ኣብ ትሬደር ኮኔክት ኢና ዘለና ማለት እዩ ኦቨርኦል ክሳብ ሕጂ ሎሚ ባይ ዘ ወይ ኣብዚ ካብ ትሪእዎ ዘለኹም ሸሞንተ ሽሕ ኢና ክንከስር ክኢልና ካይንድ ኦፍ ክሬዚ ማለት እዩ ቁሩብ ዊን ሬት ናትና ዜሮ ነይሩ ምክንያቱ ሓንቲ ትሬድ ኢና ወሲድና ደን ሉዝ ኮይና ማለት እዩ ዜሮ ፖይንት ናይ ክንከስር ጌልና ማለት እዩ ኦቨርኦል ቁሩብ ካብ 0.5 ዋላ ታርጌት ናትና ይኹን ቁሩብ ዓብይ ብዝበለ ሳይዝ ብምእታወይ ን ስቶብሎስ ንላዕሊ ሊኩዊድ ዝኾን ወሲዳ ትምለስ ካብ ዝብል መሊሰ ነይረ ቁሩብ ልዕሊ ኣቢለያ ነይረ ማለት እዩ ያ ካይንድ ኦፍ ዋን ፐርሰንት ኢና ሃሲርና ኣለዎ ማለት እዩ ባት ፅቡቅ ነገሩ ከም ትሪእዎ ዘለኹም ክሳብ ክልተ ነጥቢ ኣርባዕተ ፐርሰንት ቤስት ዊኒንግ ማለት እዩ ወረስት ዊኒንግ ናትና ነዚ ይመስል ቤስት ዊኒንግ ናትና ከ ነዚ ይመስል ማለት እዩ ኣካውንት ናትና ቸክ ኣብዚ ክትሪእዎ ትኽእሉ ኢኹም ኩሉ እቲ ዝጀንበርኩለን ናምበር ኢና ኣብዚኣ ዘለዋ ማለት እዩ እዚአን ቸክ ተጌርኩመን ዳሴት ነይ እዚአን ኣይኮነትን እዚአን እታ ናይ ኣይ ቲንክ ናይ ማስተር መስለኒ እዚ እተን ስሌቭ ኣካውንትስ እዚአን እዮም ቸክ ትገብሩን ዘለኩም ጋይስ እዚአን ኣካውንት እዚኣተን እየን ምስ ሓለፍክወን ከዓ ፌስ ቱ ምስ ሓለፍና ከዓ ዘርእኩም ጋውን ንሳተን ማለት እዩ እተን ሕጂ ጀሚርና ዘለና ኣካውንት ግን እዚኣተን እየን